መዓልትኻ ትቀለጥ ዶ ክብለካ እሞ። በስመኣም ብወልዶ መንፈስ ቅዱስ እንታይ ደኣ ኮንካ ደኣ ከም ኣደይ ጽላት ናብ መርገም ትጓየ። ወስ ኢለ ስለ ዘይደሃቕኩኻ ዲኻ። ሱስ ብጌጋ እኳ ኣይትውዕሎ ጨጎራ እኳ ሓትት እዩ። ወይለ እሞ ዶቦጭ ናውቲ ከብዱ የብሉ እንዴ ኢሎምኻ እዮም። ዋእ ተቐባሊ እኽሊ ናውቲ ደኣ ልዕሊ ሰብ ክሃልወካ። ወስ ዘብል ዳኣ ኣይኮነን እምበር ይበዝሕ ይበዝሕ ጨው ይነዝሕ እንድዩ ደሓን ሓንቲ መዓልቲ ወስታይ ኣይትስእናን እያ
ኣብ ከምኡ ጥራይ ውቅዕካ እምበር ተሓጒሰ መውት ብእውነት ወይ ስለዚ ሞ ከዓ ኳስ ክትሕጎስ ዓርክኻ ካብ መርገም ኣንስቲ ሓሊፉ ከም ሰብኣይ ወስ ክብል እንተጀሚሩ የሕጉሰካ ሂዳ ኣንታ ቁሩብ መሕፈር የብልካን ድዩ ክንዲ ይቕሬታ ትሓትትስ ነገራት እናፈተልካ እንቃሕ እንቃሕ ትዛረብ እንታይ ስለ ዝኣበስኩ ይቕሬታ ዝሓትት ንግሆ ንራኸብ ኢልካና ሓላው ስጥሕ ጌርካኒ ውዒልካስ እንተሓፊሰ ከኣ ክትብለኒ ንስኻ ከጥር ኢልካ ናብ መርገም ትጓየሲ ጓል እንታይ ኾንካ ደንጒኻ እንታይ ደጓኒፉ ዩ ዘይትብል። ኣታ መእመንድ ኣይብልኩምን እምበር ንስኻን መብራት በዓልቲ ገዛይን ምኽኒት ኣይትስእኑን ኢኹም። ወይለ እምበኣር ሎምሲ ኢልካ ኢልካ ከኣ ምስታ ምኒኑ መርዓትካ ሰሪዕካኒ። ደኣይተኸ ከመይ ብኽነሚን ጥፋእ ወደይ እታ ኪዳነይ እዚ ምኒኑ ንዓኻስ መን ዳሕራ ኢልካይ ሰብኣይን ሰበይትን ካብ ሓደ ሓመድ ይፍጠሩ ዝበሃል ንስኻ እኳ ካብኣ ትገድድ እዛ ዳዋ ተምፅኦ ኣለዋ ኣብ ፀሓይ ሰጢሕኻኒ ውዒልካስ መሊሽካ ከዓኒ ብቃላትካ ክትሃርመኒ ፃዕርከይ ከይተረዳእካ እምበኣር ናብ ከበሮ ተቐይርካ ጅኻ ሕሉፍ ሓሊፍካ ከበሮ ኢልካኒ ወይለይ ተሰጢሑ ውዒሉ ዝህረም ደኣ እሞ ከበሮ እዩ እምበር እንታይ ደኣ ክብለካ ደልየ

ነዚ ማይ ስቲ ዘብሎ ማለት ኣብ ክንደይ ዲኺ ትሕጸቢ ኣታታይኻ ወዲ ከም ኣቤል ሓወይ ኮንካ ኣቤል ሓወይ ነን ዝተዛረብኳ ዘረባ ኣበር እንዳውጽእ ኣተግግ እዩ ዘብለኒ መኾሪኺ ዶ ነኖ ተሓጒሰ እምበር ነዘን ሉል ድመስላ እዳ ወይሲ ዝነቐጸ ግራት ክትብለን እንተኾይነ ዘይኩሪ ንስለ ዕላለይቲ ዊንታ ሓፍተይ እንተኾሬኪ ግን ምሳሕ ክቕጽዐ እንታይ ከይተመሳሕካ ትውዕል ማለት ድዩ ነኖ ኣብ ከመይ ዝኣመሰለ ሬስቶራንት ወሲደ እምበር ከምሳሕኪ ናይ ሓቂ ሹር ቅድሚኡ ግን እዚኣ ክጋብዘኪ
ኖኖ ሲራክ ሓወይ ኣነ እዞም ኣብ ጎደና ንሸጡ ረስሓት ስለ ዘለዎ ኣለርጂ እዩ ዝገብረለይ እቶም ኣብ ትካላ ዝሸጡ ሰባት ከፅሩያት ምዃኖም ብኸመይ ኣረጋጊፅኪ ንሶም ደኣምኑ ችቤ መዓልታዊ ከይዶም እዮም ዝቆፃፀርዎ እሞ እዚ ማስቲካ እኮ ባዕሎም ኣይኮኑ ዝሰርሑ ድሓር ከዓ ዕሹግ እዩ
ናይ ሲራክ ሓወይ እዚ ዕሹግ ትብሎ ዘለኻ ብኢዱ ደይኮነን ይህብካ

ካብ መዓስ ዳይ ኣባኮ ማስቲካ ሓደ ቆልዓ እንዲብ ዝኽሸይ ጸኒሑ ስካብ ገዝየሉ
ሮባ ሓወይ እዞም እንዳዞሩ ሽጋራ ማስቲካ ኢሎም ዝሸጡ ቆልዑ ብጣዕሚ እዮም ዘደንግጹኒ እሞ ንዓይከ ኣየደንጉጽንን ኢለክን ከዳሙ ትብላለኻ ህፃናት ስለ ዝኾኑ ኣብ ከምዚ ዓይነት ክዋፈሩ የብሎምን እየ ዝብል ዘለኹ እንታይ ደኣ ክገብሩ ኣተየላ ሓፍተይ ይመሃሩ እምበር እዚኦም ደኣ እንታይ ደኣ ክገብሩ ረቢ እንታይ በሊዖም እዮም ክመሃሩ ብዛዕባ ዝበልዕዎ ስድርኦም ጥራዮም ክሕተቱ ዝኽእሉ ዝኾነ ወላድ እኮ ውላዱ ክጠሚ ወይ ክሓስሞ ይደሊ እኳ ደኣ ብዓብዩ ተማሂሩ ኣብ ዝለዓለ ደረጃ ክበጽሓሉ እዩ ዝደሊ ስለዚ እዞም ስድራ ናይዞም ክንዕለሎም ዝጸናሕና ቆልዑ ዘይሓላፍነታውያን ወይ ከዓ መጻኢ ደቆም ዘየገድሶም ማለት እኳ እዩ ከምኡ ክንብል ኣይንኽእልን ኢና። ምኽንያቱ ዝኾነ ወላዲ ልዕሊ ዓቕሙ እንድሕር ዘይኮይኑ ንውላዱ ጽቡቕ ክገብር ዘይደሊ የለን። ዘምጸእ የምጽእ ምኽኒት ንውላዱ ኣብ ከምዚ ዓይነት ዘዋፍር ኣነ ፈጺመ ፈጺመ ኣይቅበሎን እየ። ወረገ ወለዶ ምዉታት ትኾኑ ከ ታይ ትፈልጦ ነገር ኣለካ እዩ? ከ ወለዶም ብሂወት ተዘየልዉ ኣብ መዕበዪ እዚ ከተማ እቲ እዮም ክኣትዉ ዝግብኦም። ወላ ብሂወት ተሃለዉ ከ ኩነታት ጥዕንኦም ኣብ ከመይ ደረጃ ኣሎ ሲ ታይ ትፈልጦ ነገር ኣለካ እስኻ? ኤእ እዛ ምትራኪ ንስኺ ውን ምስ ወለድኪ ንደቅኺ ገና ብህፃኖም ከለዉ ናብ ስራሕ ዓለም ከም ተዋፍርዮም እዩ በሪህለይ ዘሎ ሳለ ተረትዕና ከይብሉስ ይግባ ይብሉ ድዩ ዝበሃል ኣበይ ፀኒሕካ ከኽዳ በዚ እንዳሓለፍኩ እኒ ምስ ረኣኹስ ናባቕ መፅእ ኣይ ነዛ ወሲካ ክትመፅኻ
ናናይ መገዛ መላክ ኦይ ከፅንያ ኣንስ ኣረ። ቻው
ኣንተ ከምተይ ኮለል ትፈቱ ኢኻ ቆጺርካኒ ከተብቅዕ ኣብዚ ሰጢሕካኒ ዝወዓልካስ ናበይ ስለ ዝኸድካ ኣኻ ብለካ ኣለኹ። ኣንታ ኣብቲ ባጽዕ ካብ ስድራና ዝወረስናዮ ገዛውቲ ዶ የለካን? እ
ንዓይ ኣብዚ ሰጢሕካኒስ ባጽዕ በጺሕካ መጺኻ? ኣንታ ዶ ጫዕርከይ እሞ ዘይነቐጽካ ይብጥልልካ እንዲኻ ጸኒሕካኒ። ኣይንቀጽካ እምበኣር ካን ክረው ኢለ ክነቐጸልካ ኢኻ ትሓልም ዘለኻ። እንታይ ዳ ሰጢሕካኒ ሰጢሕካኒ ተብዚሕካስ እንታይ ዳሞ ክብለካ ደሊኻ ንሕና ድ ስጣሕ ንፈልጥ እኽሊ ወይ ክዳን። ንስኻ ንኽንቕጸልካ እዩ ወይለ እሞ እኽሊ ደ ዋላ ክዳን ኮይኑ እዩ ዝረኣየካ ዘለኹ ኣንታ ደቦጭ ዓርቂ ንስኻስ እኽሊ ወይ ክዳን ኮንካ ክትረኣየኒ ንሱ ደኣ ዋጋ የውፅእ እንድዩ ወይ ኣነኸ ንስኻ ደኣ ካብ ሽንቲ ወይ ረሃፅ ሓሊፍካ እንታይ ከይተውፅእ
ዝብኢ ሽነልካ ይብላዕካ ጥራይ ኣይትበለኒ እምበሪ ሽንቲ ዝብእስ ገለ ይብለኒ እንታይ ክብለካ ደኣ ይንባዕልካ ንስኻ ዝብኢ እንደ ወኻርያ እንተወሲድካያ ዝበ ቀበላይ
ኣነ ምሳኻ ተማጒተ ኣይክእልን እየ ዓጢነ። ስማዕ ባጽዕ ዝኸደካ ምኽንያት እስከ ንገረኒ። ዋእ ባጽዕ ከይደ ዶ ኢለካ እየ። ወይለይ ሰብኣይ ተሓዋዊስዎ። ኣንታ እቲ ባጽዕ ሃሩር በርቲዑ ድዩ? ኣንታ ሃሩር ዘይኮነሲ ኩርኩዕ ናይ እዝንኻ እዩ በርቲዑካ ዘሎ። ባጽዕ ዳሻበይ በጺሐ ክመጽእ። ኣነ ብዛዕባ ትኡ ዘሎ ገዛውቲ እየ ተዛሪበካ። ወይለ ብዛዕባ እቲ ኣብኡ ዘሎ ገዛኹም ደኣ ክንደይ ግዜ ክተዕልን? ክሳብ መንደቑ ዝሃስስ ዕሊል ከኣኒ እንዲኻ ግን። ኣንታ ብዛዕባ እቲ ገዛ ዘይኮንኩሲ ብዛዕባ እቶም ኣብኡ ዘለዉ ተኻረይቲ እየ ተዛሪበካ። ዋእ እቶም ተኸራይቲ ደኣ እንታይ ኮይኖም? ንሳቶም ደኣ እንታይ ክኾኑ?
ኣነ ዶ ቦጭ ኣነ ዶ እሞ እንታይ ደኣ ኢኻ ትብለኒ ዘለኻ? ኣንታ ንሓሙሽተ ዓመት ውዕል ክራይ ከሐድሰሎም እዮም መጺኦምኒ። እህ የሐዲሰሎም ከኣ ናይ ሓሙሽተ ዓመት ገንዘብ ከፊሎምኒ ንሱ እዩ ኣዳናጒኒ። እህ።
እሞ ናይ ሓሙሽተ ዓመት ናይ ክራይ ገዛ ስለ ዝተቐበልካ ኢኻ ስተኪኒ ሒዝካ ፈጨጭ እንዳልካ ዝመጻኻ ሒዳ ኣይ ቀልዋ ምስ ክልተ ቢራ እንደ ደርጊመሉ መፅንታ ኣንታ ክንደይ ትሓስብ ኢኻ ንዓይ ኣብዚ ሰጢሕኻንስ ንስኻ በይንኻ በሊዕኻ መጺኻ እሞ ድማ ቀልዋ ኢድ ሸናሒት ጸናሒት ንስኻ ዶ ደርሆ ተመሲሐ መፅየ ኣኽቢደ ካብ ምባል ሓሊፍካ ንዓናይ ተመሳሕ ኢልካ ንትፈልጥ ኢኻ
እሞ ቁልዋ እንዲ እንተ ሓንዳይ

እንታይ ደኣ ንጸወታ ከይለምድ ሰሪሕካ ከም ዝብላዕ ከፍልጦ ኢለ እየ። ዋይ ስምዕኒ መዊንታ ሓፍተይ እዚ ቆልዓ እዚ እኮ ናይ ስድርኡ ከቢድ ጸገም ተዘይህልዎ ኣይኮነን ዶ ክሰርሕ ንትምህርቲ ተዘይኮይኑ ካብ ገዝኡ ክወጽእ ዘይግብኦ ቆልዓ እኮ እዩ። ኣታ ግደፈና እንዶ በጃኻ ዋእ ስራሕ ደኣ ካብ ብንእሽትኡ ክላመድ ኣለዎ እምበር። ክንዲ ክመሃር ኣለዎስ ክሰርሕ ኣለዎ ትብሊ ኣለኺ? ግደፈና በጃኻ ተማሂርና እንታይ ካብ ክንባና ድሒንና ኢና እሞ ብንእሽተይ ሸቐጥ ተላሚደ ነይረ እንተዝኸውን ግን ሕጂ እንዳ ቡታረ ሙሉእ ገንዘብ ሒዘ ኣስመራ ኤሜሪካ ብልምሃ ኣለኹ። ኣበየናይ ደረጃ ትምህርቲ ስለ ዝበጻሕኺ ተማሂረ ትብሊ ዘለኺ? ዝኣኽለኒ ተማሂረ እየ። ሻሙናይ ክፍሊ ምስ በጻሕኩ ግን ትርጉም ከም ዘይብሉ ምስ ፈለጥኩ ብኣውጊ እየ ቋሪጸዮ።
እዚ ደኣ እሞ ተማሂረ ዘይኮነ ዝበሃል መሃይምነት ኣጥፊኤ እዩ ዝበሃል። ልዕሊኡ ደኣ እንታይ ክገብረለይ?
ደብዳቤ ዲኺ ተማሂርኪ? ካልድ ኣንታይ ይደሉ ኢኻ? ፍልጠትከ? ደሓን እዩ ኣነ ኩላ እየ ዝፈልጣ ኣነ ዘይፈልጣ ነገር ከዓ እሞ የላን ንዕባ ሰብ ኩኒ ዋ ሰብ ኩኒ ሕጂ ከንተ ኮይነ ድዩ ትረኣየካ ዘለኹ ሶሪ ናይ ሰብ ዘረባ ተዛርብ ማለት እየ ዓለምና በፂሓቶ ዘላ ምዕባል እኮ ምሳላ ትምህርቲ እዩ ተበፂሑ እንታይ ዝበሃል ኣባሃል ኣሎ መስለካ ካብ ምህሮ ኣእምሮ ኣነ ከኣ ብተፈጥሮይ በላሕ
ኣንታ ዓንዳይ መዋዕልካ ባጽዕ ገዛ ኣለና እናልካ ካብ ትነፍሓናሲ ሓደ መዓልቲ ወሲድካ ተትርእየና። ወይለይ ኣይርኣኹኻ እንድየ። ዓይንኻ ኣይትርኣይ ኣይናይ መዓልቲ ባጽዕ ብሓደ ከይድና ደኣልካ ተርእየና። ከይድና ዘይኮነሲ ብስእሊ እየ ዝብለካ ዘለኹ። ብኹሉ ኩርናዓት ናይቲ ገዛ ዝተሰኣልክዎ ኣሎ ከርእየካ እየ። ብስእሊ ደኣ ኣነስ ኣብ ዳህላክ ሆቴል ዝተሰኣልክዎ ዶ የለን? እንታይ ማለትካ ኢኻ? ወይለይ ከምቲ ናተይ ብሓደ ጽቡቕ ገዛ ጽግዕ ኢልካ ዝተሰኣልካዮ ተኾነ ብምንታይ ሞርትዖ ዶ ክሕዘካ እየ እንታይ ኢኻ መርትዐ መርትዐ ትብል ክሸጠልካ እየ ደብለካ ኣለኹ እየ
ዋይ ስማዕ እስኪ እንታይ ሕማም መጺእኒ ደኣ ኣለየ ኣብ ዓዲ ሃሩር ገዛ ዝገዛእኹ መዓስ ተጸሊኒ ወይለ እቶም ስድራና ካብ ጽሉላት ስለ ዝኾኑ እዮም ገዚኦሞ ከምኡታት እዩ ንዘይትቕመጦ ዶ ደኣ እሞ ኣሽሓት ንዋይ ተፍስሰሉ ኢኻ ኣይ ደቦጭ ርእሲ ደርሆ ገዛ ንኽትቅመጦ ጥራይ ዲኻ ትገዝኦ እንታይ ደኣ ክትበልዖ ዋላ ክትክደኖ? ተደሊኻ ትኽደኖ፣ ተደሊኻ ትበልዖ፣ ዝደለኻ ትገብሮ። ኣያ ዓንዳይ ርእሲ ጫቑት በል ነለካ መንደቑ ጋሃጾ ማዕጾ ከኣ ትኸደኖ። ካበይ ኣምጺኤ ድየ ቅልዋ ደርጊመ? ካብቲ መንደቑ ካብቲ ማዕጾ ዝተረኽበ ዶ ኣይኮነ? ወይለይ ኣንታ ካሪኻ እባ ምንጪ ኣታዊ ክኸውን ይኽእል እዩ። እሄ ደኣ ኣንታ ንነብስና በሊዕናስ ንብጾትና እኳ ብሽታ ንቕልቦም ኣለና። ካበይ ኣምጺኤ ድየ ኣይፍልጥን ካብ ዒልካ ዓንዳይ።

ኣንታ እንታይ ጌርካ ደኣ ተሰንብዶ? ባዕል ፈልጥ ኣብ ድኳን ቅርሽን ፈረቓ እንዳተሸጠሲ ነዚ ብጸሓይ ዝነቐጸ ሽጋራ ክልተ ናቕፋ ዝብል እሞ ጸሓይን ንፋስን ዝህረም ዘሎ ደኣ ንጽድቂ ድዩ ሓምሳ ሳንቲም ክረክብ ኢሉ ዘይኮነን ፈቐድኡ ኮለል ዝብል ዘሎ ባዕል ፈልጥ ኣብታ ዕላልና ዝኾለፈና ደኣ
ዓንዳይ ድኻ ይትጽላእ ተካል ሕሰም እዩ ካብ ገዝኡ ውጽእዎ እምበር እዚ ዝመስል ቆልዓስ ምስ ተማህረ እምበር ኣብ ግዳም ዶ ምወዓለ? ካብ ዘይሓላፍነታውያንን መጻኢ ደቆም ዘይግድሶም ስድራ ቤት ተወሊዱ ኸውን ክሳእ ተዓጭው ናቱ ዘይኮነ ከኣ ርኢኻ ናይቶም ስድራ እዩ ተኣበሰ ቤላ ፈጢርላ ናንቐደም ኣበይ ዲኺ ደኣ ጸኒሑ? ናይ ሎምዓንቲ ውዕሎ እሞ ከኣ ኬፍ ዘለዎ ውዕሎ እዩ። ኣበይ ዲኺ ውዒልኪ?
ሲራክ ሓወይ ኣብ ከመይ ዝኣመሰለ ሬስቶራንት እትዩ ገለ ዓይነት ምሳሕ ምስሕኒ።
በቃ ኮይኑኪ ኣምሲሕኒ ጋቢዝኒ ክትብሊ ሓደ መዓልቲ ኣምሲሐ ጋቢዘ ከይበልኪ። ኣየ ሮቢ ሓወይ ኣምስሐ ጋቢ ዘግዳ ከቢድ ሻሂ ስተይ እኳ ኢላ ዘይትፈልጥ ኣታ ግደፍ ናይ ሕጂ ትራይ ጽባሕ ንግሆ ኣሜሪካ በጺሐ ምስ መጻኹ ግን ደድሕረይ ዞኽዞኽ ክትብሉ ኢኹም ከምዚ ዓጽሚ ክትግህጹኒ ኢኹም
ተዘይሞትክን ጥዕና ኣለክን ድዩ ዝተባህለ ንርኢ ናይ ሕጂ ጥራይ እንዶ ግበሪ ሕጂ ደኣ ፓራሳይ ጭው ዝበልኩ ከምባና እሞ ስራክ ሓወይ ደኣ ብምሳሕ ጥራይ ተገላጊሉ ወላስ ኢድኩ ዘርጊሑ ክልኤ ኣቲ ብኢደ ዙር ደኣ ወሲደሉ ነይረ ተረኪሰን ደሞ
እንታይ ማለት እዩ ብኢደ ዙር ካብ ሓደ ቆልዓ ሶፍትን ማስቲካን ገዚኡ እቲ ማለት ሓዞ ኢልዎ እሞኸ ኣነ ከዓ ቴሌፎን ክዛረብ ምስ ከደ ደድሕሪኡ ከይደ ነቲ ቆልዓ መንጢለ እሞ ነቲ ቆልዓ ክትምንጥለዮ ከለኺ ሲራ ካሕወይ ርእኪ ኣታ ኣነስ ንሱ እንዲ ገሪምኒ ብኸመይ ከም ዝረኣየኒ ገሪምኒ እዩ ዘሎ እዊ ውርደት ኣታ ዓይነት ሰብ ይኽስኺ ዓይነተይ ዓይነተይ ደኣ ኬፍ ዘለዋ ማሮኒ
ኣንታ ዓንዳይ እዛ ናይ ባጽዕ እኮ ይወዳእናያ እዛ ዕላል። ስማዕንዶ ክልተ ሰሙን እኮ እየን ማእኸላና። ምሕንባስ ትብል እንተሊኻ ባጽዕ ገለ ከይበልካ ማይ ባውዛን ኣሎ ማይ ኣንበሳ ኣሎ
ኣንታ ቁርኤቲኻ ክትቀትለኒ ምማት ድያ ኣብየካ ምማስ ይምነየልካ እኔ ምስ መን ክትገድፈኒ እሞ እንታይ ደኣ ደሊኻ ኣነ ገርግሱም ንሓምብስ ኣብቲ ሑፃ ንቀበር ተበልኩኻስ ንስኻ ማይ ባውዛ ዶ ማይ ኣንበሳ ክትብለኒ ኣንታ ሓቅኻ ኣባት ምቕባር ስባ መድለየና ሄናይ ዳ እዚ ጅማውትና እኳ ርኢ ከለኻ ፍትሕትሕ ምበለ ነይሩ ምሕራይ ንመዓስ ንኺድ ደኣ ሆቴል ሕዙልና ኢለ ክድውለሎም እንታይ ሆቴሉ እንታ እንታይ ደኣ ከምዞም ስኩኒ ሳብ ማርሻ በሪድ ኢኻ ክሕድረና ድሪ እንታይ ማርሻ ቤዱ እንታ እቲ ገዛውትኻ በይ ምስከረ ኣበይ ዘሎ ገዛውቲ ወይለየኸ ዓፍራ ኣንታ እቲ መዋእል እዝነይ ዘሞቐ ገዛውትኻኸ? ስማዕ እስከ፣ መሓዛ እዝኒ እምበር ብዓይኒ ዘይረኣይ ድዩ? ንየናይ ኢኻ ኣንታ?
ነቲ ብውርሻ ካብ ስድራና ዝረኸብናዮ ገዛውቲ ዲኻ ኣንታ? እንትዒ ብውርሻ ድዩ እንዳ ሕርሻሲ እልቢ ዘይብሉ ገዛውቲ ኣለና እናበልካ ዶ እዝነይ ኣየስባሕካዮን? ሕጂ እንታይ ኣምጽኦ ሆቴል ትብል?
እሞ ነቶም ተኻረይቲ ውጺእና ዲና ክንኣቱ? ኣንታ ሓንቲ ሓንቲ ገዛ ኣላትኒ ኣነ ብዝኸድክዎ ዝድቅሰላ ዶ ይበልካ ንስኻ? ከላ ትም በል ዓሚ ዝመተ ምራ ክፈኑ በሉ ናይ ሕጂ ዘዕለልኩኻ ዘይዘከርካስ ናይ ቅድሚ ሸሞንተ ዓመት ዘኪርካ ትዛረብ ኣለኻ ሕጂ ደኣ እንታይ ደልካኒ ኢኻ ተኻርዩስ ናይ ሓሙሽተ ዓመት ውዕል ገዛ ኸራይ ሕዲሰሎም መፅየ ደይበልኩኻ ደሓር ከኣሲ ሸሞንተ ዓመት እዚ ዶ ክባፅዕ ከይደ ፈልጥ እየ ካባኻ እኳ ተበልየ ዘይፈልጥ ወይለ እሞ ኣነ ደኣ ገዛ ተኣማሚነ እየ ንኺድ ዝበልኩኻ እምበር ሆቴል ተኾይኑስ ደሓን ይትረፈና። ምኽፋል መቸስ ጥይት ገ ሕጅስ ናይ ሆቴል ከይትኸፍል ዲኻ ይትረፈና ትብል ዘለኻ ኣይፋሉ ናይ ሓሙሽተ ዓመት ናይ ክራይ ገዛ ተቐቢልካ ከም ዘይትኸፍለለይ ስለ ዝፈለጥኩ እባ ሰይ እንካ ዘይብልሲ ሃባ መን ኣልመዶ ኣታ ነዛ ውዕይቲ ሻሂ እኳ ብሓንሳእ ሰቲናስ ሕሳብና ንኽፈል ትብል ሰብኣይሲ ሕጂ ናይ ሆቴል ክኸፍለልካ ትጽበ ኣለኻ ሓላ እታ ብክንደይ ጻዕሪ ዝወነንኳ ብቂ ተዘኻኽረኒ ሕጂ ዋይ ኣታ ንንግሲ ኢኻ ተቓሊስካ ቶም ጸምበር ብቂ ደኣ ደይ ተፈጥሮ እንዳ ኣሎ እሞ ንዓይሲ ለጋስ ገይሩ እዩ ፈጢርኒ ብልግሲ ትሕዞይ ምስ ነጎፍኩ ግና እነኹልካ ብክንደይ ጻዕሪ ነታ ብቂ ወኒነየ።
ከመይ ዓይነት መሕፈር ዘይብላ ሰብ እዩ ክስብ
ቀል ዓለም ሓበሻ እኮ ይብርሃን መሕፈሪተይ ደኣ መዓስ መዓስ ደሊት ኢለ ያሮ ብነብሲ ንኩላትና እኮ ያክለኪምክና ደለኺ ኩላቶም ከምኣየና እኮ ክንበሃል ኦይ ኣይብለናን እዩ ስሑብቱ ምዃና ክበርሃሉ እዩ። ጽብቕቲ ስሕብቱ ምዃነይ እንተ ኣሚኑ እሞ ኸኣ ብዘይ ስክፍታ ንኽኽንብሎ ክትሕግዘኒ እያ ማለት እዩ። በቃ
ሰሪሐ ክበልዕ እየ ዝብል ዓቕሚ የብልክን እንትርፎ ምልማን ምሽ ዊንታ ለማኒት እሞ ኸኣ ኣይብኹን ክንበናን ልመናን ባፈላልዮ መዓረይ። ኣታ ሓፍተይ
ክንባና ካምባኒ ኮይኑ ድዩ ዝረኣየኪ ዘሎ? ምኽንባን ማለት ሲ ዘመናዊ ልመና ማለት እዩ። ኖ
ልመና ድኽመትን ኣብ ትሕቲ ሰብ ምውዳቕን፣ ካምባና ግን ጥበብ እዩ። በቃ ኢድኩም ዘርግሑለይ ምባል ሲ ምስ ጥበብ ቆፂርክዮ? ኣታ ሓፍተይ ደራሲ እኮ ዘየለ ዛንታ ፈጢሩ እዩ ገንዘቡ ዝእክብ። እሞ ኸ ክትክንብን እንተኾንካ ድማ ሓደ ከቢድ ፀገም ከም ዘጋጠመካ ፈጢርካ ውሕሉል ቃላት ከሺንካ ከብዲ ሰብ በሊዕካ ኢኻ ትኽንብን ስለዚ ካብ ደራሲ ብምንታይ ትፍለ እሞ ሕጂ ትበልዕን ኢኺ ማለት
ፓስታ ኣልፎርኖን ካብሬቶን ኣኪልካስ ፓስታ ገዛ በጃኻ ከይረኣየኒ
እዋይ ቅንና ካልቅን ይመላእዮ
ዝገርመካ ደቦጭ ዓርከይ እዚ ኩሉ ባፅዕ እናተቐመጥኩሲ ዝፈልጠኒ ኾነ ዝፈልጦስ ተይብለይ ኣንታ ካብ ዘይትኸይድ ሸሞንተ ዓመት ተጌርካ ደኣ ክንደየናይ ዝፈልጠካ ከይትረክብ ኖ ኖ ዋላ ትኡ ከለኹ እኮ እየ ዝብለካ ዘለኹ ዋላ ትኡ ከለኹሲ ዋላ ሓደ ዝፈልጦ የብለይ ዝፈልጠኒ ብለይ እሞኡ ከለኻሲ ትፈልጦን ዝፈልጠካን ኣይነበረን ክንደይ ድኻ ተቐሚጥካ ኣንታ ቅድሚ ሸሞንተ ዓመት እዩ ዝኸውን ዘሎ ክልተ ሰሙን ሙሉእ ኣብኣ ተቐሚጠ እዋይ ሕልፍ ሕልፍ ኢለውን ገዛ ክራይ ከምጽእ ይመላለስ ነይረ። ኪኖ ሓንቲ መዓልቲ ግን ሓዲረ ኣይፈልጥን እዩ። ኣይ ዓንዳይ ዑኑ ተዓኒደ ነይረ በል እምበር እንታይ ተቐሚጠ ክትብለሉ ደኣ እሞ ንስኻስ ንስኻስ ኣብ ክልተ ሰሙን ሰብ ክፈልጠካ
ኣዶ ጫር ከይታ ኢላ ኣለቀው ኢላ ጥምተካ እዛ ሰበይቲ ዋ ናባይ ዘይኮነት ኣይ ናባኻ እንዲያ ትጥምት ዘላ ወይለ ወይለ ወይለ ወይለ ኣንታ እዚ ደኣ እቲ ዝጸረፍካዮን ዝነዓካዮን ቆልዓ እንዲ ደኣ ሒዝዋ ዝመጽእ ዘሎ መን ደኣሉ እንታተ ሃብታይ ዓርከይ ገንዘብ ተለቂሐሉ ነይረ እሞ ገዛ ክራይ ምስ ወሰድኩ ክመልሰልካ ኢለ ሲ ሃለው ሃለው ሃለው ሃብታይ ዓርከይ መርሓባ ሃብታይ ዓርከይ እወ ቀሪበልካ ምፅኤልካ ኣለኹ ምፅኤልካ ኣለኹ በል ቀልጢፍካ እንተዘይመፂኻ ኣብዚኣ ተሰጢሐ ፅበየካ መሲልካ እየ ክምርቀፍ እየ
ከመይ ውዒልኩም እዞም ሓው። ክብሩ ስባሕ ከመይ ውዒልኪ። መስገኖ ጌጋ ከ ደኣ ክልኣለይ እምበር እዚ ምሳኹም ዝጸንሐ ዓንዳይ ዶ ኮን ይኸውን።
እወ ዓንዳ እዩ ጽቡቕ ኣለኺ። መዓዝ ወደይ ብሩኽ ፋርማሲ ቁጽሪ ሓደ ከይድካ እተን ከኒና ሒዝካለይ ምጻእ ኣብዚኣ ኮይኑ ክጽበየካ እዩ። ኣራይ ኣይትደንግቐስ ኢልካ ስገር ጽርግያ ከኣ ኣራይ ሕራይ ደዓይነ እንታይ ደኣ ቤተሰቡ ዲኺ? ቤተሰብ ሲኮንኩ ይፈልጡ እየ ግን ኣበይ ደኣ ትፈልጥዮ?
ኣብ ባፅዕ
ዋይ ኣንቲ በየን ደኣ በሪቕኪ ኣብ ባፅዕ ዝፈልጦ ሰብ የብለይን ኢሉ እንድዩ ከማር ፀኒዑ እዋይ እሞ መግቢ ክትሰርሕሉን ገዛ ከተፅርይሉን እዩ ቆፂርኪ ነይሩ እወ ንዓሰርተ መዓልቲ ጥራሕ እየ ግና ሰሪሐ።
ኣየ ዓንዳ ይተካል እሞ ዝገበረ ምስ ገበረ እዩ ሰጒግኪ። ሰጒጉኒ ኣይኮነን መርዓ ናይ ሓፍተይ ስለ ዝነበረንስ ንዓዲ ከይደ ንሓደ ሰሙን መርዓ ኣሕሊፈ ክመጽእ ኢለ ተራዳዲኤ እየ ከይደ። እሞ ንስኺኸ
ኣብታ ውዕልኪ ዶ መጺኺ? እወ ኣብ ውዕለይ መጺኤ፣ እንተኾነ ግን ዓንዳይ ነቲ ገዛ ኣካርይዎ ነስመራ ከይዱ ኢሎምኒ። እዋይ ዓንዳይ ተካል እሞ ስምዒ እንዶ ናይተን ዝሰራሕክለን መዓልታት ከይከፈለክን? ኣይከፈለንን
ሓቲተ ደልየ ስኢነዮ እወ ክረኽቦ ኣይከኣልኩን።
ኣበይ ክትረኽብዮ ኣይ ሲኣይኤ እንዲ ዝኣሰሩ ደርክን
ድሕሪ ሰለስተ ወርሒ ስባ ገዛ ክራይ ክወስድ ኢሉ ምስ መፀ እወ ብገርሀ ይረኽቦ።
ሕራይ ነብሰጾር እየ ዘለኹ። ጥንሲ ጋጢምኪ ዋይ ኣንቲ ስለ ኣይ ብኣይ ዝዋራ ዝነበረ ደኣ ኣይ መዓት ሰከም ተሰኪሙ ከሎ እዩ
ንስኹም ከ ከምኡ ጋጢሙኩም ድዩ? ኖ ኖ ኖ ኖ ነቲ ዘረባ እየ እምበር ኣነስ ከምኡ ይጋጠመ እሞ እንታይ ደኣ በለኪ እዋ ጸገም የለን ኢሉ ዘይናቱ ቁጽሪ ሞባይልን ዘይከውን ኣድራሻ ንሂቡ ክምለስ እየ ኢሉ ምስ ከደ እወ ድሕሪኣ ሽታ ማይ ኮይኑኒ። እዋይ እዋይ ዓዳ ኣቲ ንዓና እዩ ኸፍኣና እምበር እዚ እኮ እታ መቓብሩ ኣይትፈሓርን እኮ እያ እሞ እዚ ሽጋራ ዝሸይጥ ቆልዓሲ ውላዱ እዩ
ኣሲራ ከደ ኣብ ዓንዳይ ከመይ ውዒልኩም ናበይ ገጽካ ደኣ ኣልካ ሕጂ ደኣ ንስራሕ እንደ ዝኸይድ ዘለኹ ኣሃ መቦኻ ደኣ ኣብዛ ቀረባ እንዲ ዘሎ ርኽብ ቢልካ ዘይትሓልፍ ኣይ ሕጅስ ስራሕ ዝኣትወሉ ሰዓት ኣኺሉ እንዲ ደሓን ደሓር ወላ ምስ ተፈደስኩ ንገዛ ኸዶ እንዶ ምዃነ ዘርእዩኻ ኢለ እምበሪ እንታይከ ፍቕሪ ወላ ዝርእካ ፈልጥ ኣትምባ ብዓንዳይ ሓዳሩ ከይፈርስ ስለ ዝፈርሐ'ዩ እምበር እቲ ክግበር ዝግብኦ እኮ ብሕቡእ ጌሩለይ። ኣንታ ሲራክ ወደይ ርኢኻዮን ርኢካን እኳ ዘይፈልጥ። እወ ግን ምስ ኣደይ እናተራኸቡ ከይጠምዕ ኣንጊሉኒ፣ ከይዓርቕ ከዲኑኒ፣ ከይድንቁር ድማ ምሂሩኒ እኮ'ዩ። ክላስ እወ
ውላድካ ካብ ወላዲኡ እንታይ እዩ ዝደሊ? ፍቕሪ ወላዲ'ዩ ዝደሊ።

እወ ውላድ እዩ ኣነ ጥዕና ስለ ዘይብለይ ዓራት ሒዘ ምስ ተደነስኩ ሽጋራ ማስቲካ እንዳሸጠ እዩ ዝናብየኒ ዝወደይ ዋይ ኣቲ ዝኣምላኽ እዚ ንዓኺ ጥዑዩ ንዕኡ ኣብቲ ዓራት ዘየደንሶ ነበረ እታ ደንጉየካ ዶ ኣይደንጉኻን ኣብ ግዜ ከዓ ኢኻ መፂኻ ምምጅራት ገዲፍና ኣብታ ክንበልዓካ ንኽእል ግዜ መፂኻ
ዓንዳይ ከመብላዕ ዶ እምበኣር ገንዘብ ምስ ሓዝኩ እዚ ቁልዋ ክረኣየካ ጀሚሩ ኣልግስ ቁሉ ወይ ቁሉ እንታይ ተኸ ኢዳታታይ ወሪድካላ እታ ሰብዚኣ ትፈልጣ ዶ እንታይ ዝኾነ ሰብ እያ ዕጥቋ ዋ ኣይፈልጣን እየ እምበኣርካ ኢልካኒ ወይ በል ክትፈልጥ እታ እንኮ ዓባፅዕ ትፈልጣን ትፈልጠካን ሰብ እያ እዚኣ ኣምለሰት ምለሰት ጎምለሰት ሀይ መልሓስካ እምበር ልብኻሲ ቀደም ቀደም ቀደም ፈሊጥዋ ንዓሰርተ መዓልቲ ሰራሕተኛኻ ዝነበርኩ ምለሰት ኣምለሰት ሰራሕተኛኻ እወ እታ ደሞዛ ከይከፈልካን ምስ ጠነሰት ናይ ሓሶት ተሌፎንን ኣድራሻን ዝሃብካያ ኣምለሰት። ኣምለሰት
እውይ ውይ ውይ ኣቶ ምለሰት ከመይ ኣለኺ? ሕማቕ ሕማቕ ኣላ እ? ካባኻ ምውላዳ ሕማቕ ዕድል ሒዛ ብሕማቕ ትነብር ኣላ
ኣታ ናተይ ስድሓን ናይቲ ውላድካ ጥራሕ ግበር ካባይ ካብ ጥዕና ዘይብላ ኣደን ካባኻ ካብ ሓደ መታለል እንተወሊዱ ጸልማት ህይወት ይጽበዮ ኣሎ ውላድ ኣታ ድሁል ውኻርያ ብኣይ በቦነቱ ዘይከሓደ ተሓቢኡ ውላዱ ዘምህርን ዝከናኸን እንዶ ትዋራዘ ይነበርካ
ኣንታ እቲ ምዕባይን ምክንኻን ስትረፎ ወዲ ድዩ ጓል ተወሊዱ እኳ ዘይፈለጠ በል ክትፈልጥ እቲ ሽጋራ ክቢርለ ኢልካ ዝነዓካዮን ዝጸረፍካዮን ቆልዓ ውላድካ እዩ እቲ ሸያቲ ሽጋራ እቦ ድኣ ዶክተር ኮይኑ ክጸንሓካ ከም ሲራ ክወድቕ እውይ ክልተ ሞት ደርዘን ሞት በሎ እምበር እንታይ ክልተ ሞት ድኣ ውላድ ምዕባይ ዓብ ወፍሪ እዩ ፍሪኡ ድማ ከምቲ ብሲራክስ ወደይ ዝረኣኻየ ኣንተ ሕጂ እውን ክምብል በለ እምበር ኣይተኻዕወ ሕጂ እውን ኣቦ ክኖ ዝቖልዓ ኣነ ጥዕና ስለ ዘይብለይ ሎሚ ድየ ፅባሕ ክህሉን ዘይክህሉን ዝፈልጦ የብለይን። በጃኻ እዚ ውላደይ ኣቦ ኩኖ ኣይተዘኽትሞ በጃኻ ሓደራኻ። ይርዳእካ ዶ ኣሎ እታ ጉሒላ ኣቦ ኩኖ ኣይተዘኽትሞ እያ ትብለካ ዘላ ፈጠጥ ፈጠጥ ኣይኮነን ሕጂ ውላድካ ደርቢኻ ቁልዋ ምብላዕ ኣይኮነን።

ስድራ ከይትብትን ኢልካ እንዳኣልካን ሓቢእካ ከይጠምዕ ኣንጊልካዮ ከይድንቁር ኣምሂርካዮ ሰብ እኮ ፍጹም ኣይኮነን ጌጋ ዘሎ እዩ ነቲ ጌጋ ምድግጋሙ ግን ገበን እዩ ኣብ ልዕሊ ሲራክ ወድኻ ዝገበርካዮ ምስ ነገርካኒ ነብሰይ እኮ ይሓኺኸ ግን በየናይ መንገዲ እየ ክዕርዮ ተስፋ እኮ እዩ ቆሪፀ ኤእ ልብኻ እንተኣሚንሉ ዘይዕረይ ነገር የለን። በል ክትፈልጥ ካባኻ ምስ ተምሃርኩ ብእውነት እየ ዝብለካ ዘለኹ ክረኽባ ሓሲበ ግን ኣበይ ኣበይ ኣበይ እሞ ክረኽባ እየ ኣበይ ክረኽባ ኣበይ ክትረኽበኒ ኣባ ፅዕደይ ኮንካን ገዲፍካያ ኣብኡ ከድካ ትደልያ ኣባ ፅዕዳ ከምዘየላ እንዲ ረጋጊፀ ደሓን ሕጂ ረኺብካያ ኣለኻ እንታይ ኢኻ ክትብላ
ካብ እቕረ በለለይ ሓሊፎም እንታይ ክብላ ትኽሕሳን ትድብሳን መሓርኒ ምባል ዳታይ ክዓብሰላ ኣምለሰት
ናይ ዝሓለፈ እሞ ብልብኺ ይቕረ በለለይ ኣታ ናይ ሕጂ ግበር እምበር ናይ ዝሓለፈ ደኣ ስማዕ እስከ ትንፋሳ ክሳብ ትሓልፍ ሓሊፋቶ እንድያ ግዲ ብሓን ኣምለሰት ሓብተይ ሕጂ ብእውነት እብለኪ ኣለኹ ኣብ ፅቡቕ ግዜ ኢኺ ረኺብክኒ ዘለኺ እወ ናይ ሓሙሽተ ዓመት ገንዘብ ክራይ ገዛ ሎሚ እዩ ተቐቢሉ ድሓር ከዓ ናይ ናብራ ፀገም የብሉ ናይ ገዝኡ ኹን ዋላ ናይ ካልኡ ኹን ሓግዛ ኣምለሰት ሓብተይ ሕጂ ጉዳይ ወደይ ናባይ ግደፍ እዩ ኩሉ ዘድልዮ ነገር ባዕለይ ከማላእ እንታይ ጉዳይ ወደይ ዳ ጉዳይ ኣደ ወድኻ ዘድሊ ምርመራ ክትገብር ሕጂ ሕክምና ክወስዳ እዩ ኣምለሰተይ ናይ ዝሓለፈ ሓሊፉ እዩ ውሕጅ ይሰዶ ሕጂ ግን ብእውነት ድሕሪ ደጊም ኣብ ጎንኹም ኣለኹ ኩሉ ዘድልየኩም ነገር ከማልኣልኩም ቃል ትኾነኒ ይቕሪ ጥራይ በልለይ ይቕሪ በልለይ